ሕራይ እምባር ዮሃንስ ባጡ እዚ መዘንገዕ ተሌፎን እዩ። ዋይ
ረዳእትኒ ጸኒሐኒ። ሚና ከመለኻ ጽቡቕ መንክብል ውዳሴ ውዳሴ
ውዳሰ። እወ ኣብዚ ከባቢ ክብይ ገዛ ኣይትፈልጠንን ኢካ ተቆልዓ ኢቲ ቁፅርካ ኣምፅኢለይ እሺ።
ከመሎ ስራሕ። ሰላም እዩ ሰላም ፅቡቅ። ኣብታ ኣንጎሎ ናይታ ስራሕኩም ኡብቲ ቤት እወ።
ኣብኣ ገዛ ናፍታ ላዕሊ ዘላ ቴራሶ። ኦኬ ኦኬ ፅቡቅ። ከመሎ እሞ ስራሕ። ዳሓን እዩ ዳሓን እዩ ፅቡቅ ኣሎ። ገርም እንታይ ደልየ ሚና ብወደይ እወ እታ ጓለይ ኣብቲ ሽወደን ኮይናሲ እወ።
ማማየ ቢበ እዚ እንታይ ኢኩም ትብልዎ ብ- ቢበር እዋ እዚ ወትሳፕ እዋ ኣውፅኢ ክፍቲ ተላፊኖኺ ጌርኪ ብጥርሑ ክነዕልል ኢላትኒ እዋ እዋ እዋ ሕጂ ወዲ ጓለይ ኣሎቲ ይፈልጠኩም ይመፅእ እዩ እኳ እዋ ምስ- ምስ ነገርኩዎ ንሚናብ ቴሌፎን ኣምፀለይ ኢለ የምፅእለይ እዋ ደሓን ፀገም የለን ዋላ ኣነ ተዝህ ኣለኹ እወ እተን ሰራሕተኛታት እወ እታ ቴሌፎን ሒዝክያ ምሽ ትኸዲ እ፣ እዚኣ ጠዓናለይ ከመይ ጌርካ ከም ዝዝረብ ከኣኒ ኣርእያኒ እምበር የማነ ኣርየ ጸገም የለን ዋላ ኣነ ተዘየለኹ እተን ክሕግዛ ክኽእላ እየን። ኣሓ ሕጂ እቲ ቦሳብ ተብልዎ ሰልዲ ክፈሎ ድዩ? ኣይናይ?
እቲ ቦሳብ። ኖ ኖ ሓንሳብ ሕጂ እንታይ እዩ ናይ ሰዓት ጥራሕ እዩ ክትገዝኢ እታ ካባና ማለት እዩ ምስ ተጻዕነ እወ ብናጻ እንድዩ ዝጸዓን እ ጽዒነን ኣክቲቬት ምስ ገበራልኪ እወ ንስኺ እታ ትዛረብላ ናይ ሰዓት ድያ ናይ ፍርቂ ሰዓት ድያ ናይ ክልተ ሰዓት ድያ ጥራሕ እዩ ክትገዝኢ

ከመይ ድዩ ዝኸውን ደሎ ሕጂ እታ ስምሶመይ ሒዘ ክመጽእ። ባቃ ሳምሶም ሒዝኪ ምምጻእ። ሕራይ ቢናብ ወደይ የቐንየለይ። ገንዘብ ክን ዋላ ምሸት ደሞ ኽ- ክኸደን።
ወላ ሕጂ ኺደን ጸገም የለን ኣብ ዝኾነ ሰዓት ኪደን ሕራይ ቢናብ ወደይ የቐንየለይ። ገንዘብክን ገንዘብክን ሕራይ ቢንያም እዚ መዘንግዕ ቴሌፎን እዩ ኣታ ጨራዊ

መዓስ ተሳኢሉ ነይሩ? ቅድሚ ሰለስተ መዓልቲ ቢሉ እንድዩ ተሳኢሉ። እወ። ደሓር ክፈሊ ሎሚ ንኸፊላ ክንደይ ደኸፈልኩ እኳ እታ ርቾቢት ኣላ ምሳይ ሰላሳ ቅርሺ ከፊል ገዛ። ሰላሳ ቅርሺ ዳ ትኸውን ደላ እወ ርቾቢት ኣላ እወ። ሎሚ መኢልቲ ዓንተወይ ደዊለ ም ቆልዓ ከቢኣ ኢሉ ክመፀኩም ዶ ዋላስ ባዕለይ ክመፅእ ኢለዮ